መብዛሕትኡ ሰብ ዘለዎ ጸገም ውሳነ ምስ ወሰነ ጸኒዑ ክጸንሕ ዘይምኽኣሉ እዩ። ቆራጻት ሰባት ነዚ ዝገብርዎ ብተፈጥሮ ዘይኮነስ መዓልታዊ ብዘማዕብልዎ ንልምድታት እዩ። ቆራጻት ሰባት ካብቶም ዝተረፉ ተስዓ ፐርሰንት ሰባት ዝፈልዮም ሓሙሽተ መለለይታት ባህርታት ክነግረኩም። ቀዳማይ፣ ኣይፋልን ምባል ኣይፈርሑን እዮም። ቆራጻት ሰባት ሓደ ዓቢ ምስጢር ይርድኡ እዮም። ንኹሉ ሰብን ንኹሉ ኩነታትን ሕራይ ክትብል እንተ ፈቲንካ፣ ንገዛእ ርእስኻን ንናይ ህይወት ዕላማኻን ኣይፋል ትብል ከም ዘለኻ ይርድኡ። ህይወት ውሱን ግዜን ዓቕምን እዩ ዘለዋ። ንዘየድልን ንዘይረብሑ ሕቶታትን ሕራይ ክትብል ከለኻ፣ ካብቲ ንስድራቤትካ፣ ንትምህርትኻ፣ ወይ ንርእሰ ዕቤትካ እትህቦ ዝነበረካ ክቡር ሰዓታት ትሰርቕ ኣለኻ ማለት እዩ። ስለዚ ቆራጽ ሰብ ኣይፋልን ክብል ከሎ ንርእሱ ዘለዎ ክብሪ እዩ ዘርኢ። መብዛሕትኡ ሰብ ኣይፋልን ንምባል ዝፈርሐሉ ምኽንያት ጭካነ ከይመስሎም ወይ ድማ ከይጸልኡኒ ብዝብል ስግኣት እዩ። ቆራጻት ሰባት ግን ካብዚ ናይ ሰባት ስምዒት ነጻ እዮም። ንሳቶም ብናይ ሰባት ጣቕዒት ኣይነብሩን፣ ብናይ ሰባት ነቐፌታ ድማ ኣይፈርሱን። ንሰባት ንምሕጓስ ኢልካ እትነብሮ ህይወት መወዳእትኡ ጣዕሳን ባዶነትን ጥራይ ምዃኑ ይርድኡ። ኣይፋልን ብምባልካ ዝርሕቁ ሰባት እንተለዉ፣ ንሳቶም ንዓኻ ዘይኰነስ ንጥቕሞም ጥራይ ይደልዩ ከም ዝነበሩ ምልክት ስለ ዝዀነ፣ ቈራጽ ሰብ ካብ ከምዚኦም ዝበሉ ሰባት ብምርሓቑ ኣይሓዝንን። ገንዘብ እንተ ጠፊኡ ክትትክኦ ትኽእል ኢኻ፣ ግዜ ግን ተጠፊኡ ሂወት እያ ትጠፍእ ዘላ። ሓደ ሰብ መጺኡ ግዜኻ ሃበኒ ክብሎም ከሎ ሂወትኻ ሃበኒ ይብሎም ከም ዘሎ እዮም ዝርድኡ። ስለዚ ንዘየድሊ ነገር ኣይፋል ምባል ንሂወትካ ካብ ዝሰርቁ ሸፋቱ ምክልኻል ማለት እዩ። እዚ ትብዓት እዚ ድማ እዩ ካብ ተራ ሰብ ኣውጺኡ ናብቲ ዝለዓለ ናይ ዓወት መድረኽ ዘሰጋግሮም። ቆራጽነት ማለት ዕቡይ ምዃን ወይ ሰብ ምንዓቕ ማለት ኣይኮነን። ቆራጻት ሰባት ኣይፋል ክብሉ ከለው ብትሕትናን ብኽብርን እዮም። ንሳቶም፣ ይቕሬታ፣ ሕጂ ኣብ ካልእ ስራሕ ስለ ዘለኹ ክሕግዘካ ኣይኽእልን እየ ክብሉ ከለዉ፣ እቲ ሰብ እውን ክብሩ ከይተተንከፈ ክርድኦም ይገብሩ። እቲ ምስጢር ኣብ ትካል ጥራይ ዘይኰነስ ኣብቲ ዘለዎም ጽኑዕ መትከል እዩ። ሓንሳብ ኣይፋልን እንተ ኢሎም ብልማኖ ወይ ብጸቕጢ ኣይቕየሩን። እዚ ጽንዓት እዚ ድማ እዩ ሰባት ንዓታቶም ክብሪ ንኽህቡዎም ዝገብር። ሰባት ንየማን ንጸጋም ንዝዋሳወሱ ሰባት ዘይኮነስ፣ ንነገራት ብንጹር እወ ወይ ኣይፋል ንዝብሉ ሰባት እዮም ዝያዳ ዘኽብሩ። ካልኣይ፣ ፈራዶ ኣይኮኑን፣ ኣይፈርዱን። ቆራጽ ሰብ ከም ሓደ ጥንቁቕ ነጋዳይ እዩ። ጉልበቱ፣ ትኹረቱን ግዜኡን ትርፊ ከም ዘይብሉ ሃብቲ ይሪኦ። ኣብ ልዕሊ ካልኦት ምፍራድ ድማ ከቢድ ናይ ኣእምሮ ሓይሊ ይሓትት። ንሓደ ሰብ ክትፈርዶ ከለኻ ብዛዕባኡ ክትሓስብ፣ ክትትንትን፣ ብኣሉታዊ ስምዒት ክትወሓጦ ኣለካ። ቆራጻት ሰባት ግን እዚ ኹሉ ሓይሊ ኣብ ናይ ካልኦት ህይወት ካብ ዘጥፍኡ ስለምንታይ ኣብ ናይ ገዛእ ርእሰይ ዕቤት ዘይውዕል ይብሉ። ንሳቶም ገዛእ ርእሶም ንምህናጽ ስለ ዝተጸመዱ ናይ ካልኦት ሰባት መንደቕ ንምፍራስ ዝኸውን ግዜ የብሎምን። ሓደ ቆራጽ ሰብ ንዓለም ብዓይኒ ርሕራሔ እዩ ዝጥምታ። ዝኾነ ሰብ ዝገብሮ ተግባር ካብቲ ዘሕለፎ ስቓይ ዘለዎ ፍርሒ ወይ ድማ ዘይተማልኣሉ ድልየታት ክመጽእ ከም ዝኽእል ይርዳእ። እዚ ሰብ እዚ ስለምንታይ ከምዚ ገይሩ ካብ ምባል ኣነ ኣብ ቦትኡ እንተዝኸውን እንታይ ምገበርኩ ኢሎም ይሓስቡ። እዚ ዓሚቕ ምርዳእ እዚ ድማ ካብቲ ቀልጢፍካ ናብ ምኹናን ዝወስድ መንገዲ ይዓግቶም። ንሳቶም ዳኛታት ዘይኮኑስ ተዓዘብቲ ህይወት እዮም። ቆራጻት ሰባት፣ ሰብ ኣብ ካልኦት ዝፈርዱሉ ቀንዲ ምኽንያት ነቲ ኣብ ውሽጡ ዘሎ ሕርቃንን ጓህን ንምሽፋን ምዃኑ ይፈልጡ እዮም። ንሰብ ክትነቅፍ ከለኻ ንግዜኡ ካብ ናይ ገዛእ ርእስኻ ጉድለት ትርሕቕ ይመስለካ። ቆራጽ ሰብ ግን እቲ መስትያት ናብ ገዛእ ርእሱ'ዩ ዝመልሶ። ኣብ ሰብ ካብ ዝርእዮ ርስሓት ኣብ ገዛይ ዘሎ ፅሬት ይሓይሽ ዝብል መትከል ኣለዎም። ቀንዲ ተቐዳድሚኦም እቲ ትማል ዝነበሮም መንነቶም እምበር እቲ ኣብ ጎኖም ዘሎ ሰብ ኣይኮነን። እቲ ዝዓበየ ናይ ፍቕርን ብስለትን መግለፂ ንሰብ ከምቲ ዘለዉ ክኸውን ናፅነት ምሃብ እዩ። ቆራፃት ሰባት ንሰባት ክቕይሩ፣ ክእርሙ ወይ ብናቶም ብመልክዕ ክቐርፁ ኣይፅዕሩን። እዚ ናቱ ህይወት እዩ፣ እዚ ድማ ናቱ ምርጫ እዩ ኢሎም ይሓልፍዎ። እዚ ባህሪ እዚ ንዓኣቶም እውን ዓብዪ ናይ ኣእምሮ ዕረፍቲ ይህቦም፣ ምኽንያቱ ንዓለም ብምሉኣ ክእርሙ ሓላፍነት ስለ ዘይወስዱ። ካብቲ ሰብ ከምዚ ክኸውን ነይርዎ ዝብል ናይ ትጽቢት ባርነት ነጻ እዮም። ሳልሳይ፣ ኣየማርሩን፣ እኳ ደኣስ ንጸገማት ናብ ዕድል ይቕይርዎ። እቲ ኣብ መንጎ ተራ ሰብን ቆራፅ ሰብን ዘሎ ዓብዪ ፍልልይ እቲ ዘቕርብዎ ሕቶ እዩ። ተራ ሰብ ፀገም ምስ ኣጋጠሞ ስለምንታይ ኣነ? ስለምንታይ እዚ ሕጂ ኮይኑ? እንታይ ኣቢሰ? እናበለ ንሰማይን ምድርን ይወቅስ። ቆራፅ ሰብ ግን ነቲ ስለምንታይ ዝብል ሕቶ ብቕፅበት ቐይሩ ከመይ ገይረ ካብ ዝወፅእ? እዚ ፀገም እዚ እንታይ ክምህረኒ ደልዩ? ኢሉ ይሓትት። እቲ ስለምንታይ ናብ ድሕሪት ናብ ሕሉፍ ክጎተካ ከሎ እቲ ከመይ ግን ናብ ቅድሚት ናብ መፍትሒ የሰጋግረካ። ምምራር መብዛሕትኡ ግዜ ካብቲ ክውንነት ምስ ዘይምቕባል እዩ ዝመጽእ። ቈራጻት ሰባት ግን ክቕይርዎ ዘይክእሉ ነገር፣ ንኣብነት ሞት፣ ውሳነ ካልኦት፣ ተፈጥሮኣዊ ሓደጋ ምስ ዘጋጥሞም ኣብ ክንዲ ምስቲ ክውንነት ተጋጭዮም ርእሶም ዘበላሹ፣ እዚ ዀይኑ እዩ ሕጂ እንታይ ይገበር ኢሎም ይቕበልዎ። እዚ ተቐባልነት እዚ ድማ ናይ ኣእምሮ ቅሳነት ይፈጥረሎም። ካብቲ ስለምንታይ ከምኡ ዀይኑ ዝብል ጭንቀት ተላቒቖም ኣብቲ ካብ ሕጂ እንታይ ክገብር ኣለኒ ዝብል ስራሕ የተኩሩ። ዘማርር ሰብ ንኹሉ ሰብ ብዛዕባ ስቓዩ ክነግር ይደሊ፣ እዚ ድማ ካብ ሰባት ናይ ድንጋጸ ፍቕሪ ንምርካብ ዝግበር ፈተነ እዩ። ቈራጻት ሰባት ግን ካብ ሰብ ድንጋጸ ኣይደልዩን። ጸገማቶም ኣብ ውሽጦም ሕብእ ኣቢሎም ብስቕታን ብተግባርን ይምክትዎ። ስቕታኦም ናይ ፍርሒ ዘይኰነስ፣ ናይቲ ኣብ ውሽጦም ዝፍጠር ዘሎ ናይ መፍትሒ ሓሳብ ምልክት እዩ። ንሳቶም ብውጽኢት ስርሖም እምበር ብበዝሒ ቃንዝኦም ክፍለጡ ኣይመርጹን። ቆራጽ ሰብ ማለት ንህይወት ብዓይኒ ተዋጋኢ ዝጥምት እዩ። ተዋጋኢ ኣብ ማእከል ኲናት ኾይኑ ስለምንታይ ጥይት ይትኮሰሎ ኢሉ ኣየማርርን። የግዳስ ከመይ ገይሩ ርእሱ ይከላኸልን ከመይ ገይሩ ይዕወትን ጥራይ እዩ ዝሓስብ። ራብዓይ፣ ይቕሬታ ምባል ልማዶም እዩ። ቆራጽት ሰባት ንህይወት ከም ሓደ ነዊሕ ናይ ጎቦ ጉዕዞ እዮም ዝርእዩዋ። ኣብዚ ጉዕዞ እዚ ናብቲ ጫፍ ንምብጻሕ ድማ ከም ቂም፣ ጽልእን ሕነ ምፍዳይን ዝበሉ ከበድቲ ኣእምሮኣዊ እእማን ተሰኪምካ ክትጓዓዝ ከም ዘይከኣል ይርድኡ። ቂም ምሓዝ ማለት ካልእ ሰብ ክመውት ኢልካ ንስኻ መርዚ ምስታይ ማለት ምዃኑ ይፈልጡ። ስለዚ ንሳቶም ንሰባት ይቕረ ዝብልሉ ቀንዲ ምኽንያት ነቲ ሰብ ንምሕጓስ ጥራይ ዘይኮነስ ነቲ ባዕሎም ተሸኪሞምዎ ዘለዉ ከቢድ ጾር ኣውሪዶም ብፎኪስ መንፈስ ንምጉዓዝ እዩ። ቆራጽ ሰብ ይቕረ ገይረልካ ኣለኹ ክብል ከሎ ትርጉሙ ካብ ሎሚ ጀሚርካ ኣብ ኣእምሮይ ቦታ የብልካን፣ ኣብ ውሽጠይ ዝነበረ ጽልኢ ኣውጺኤዮ ኣለኹ፣ ሰላመይ ክትሰርቆ ኣይፈቕደልካን እየ ማለቱ እዩ። ቂም ሒዝካ ክትነብር ከለኻ እቲ ዝበደለካ ሰብ ኣብ ኣእምሮኻ ተኻርዩ ይነብር ኣሎ ማለት እዩ። ቆራጽ ሰብ ግን ንኣእምሮኡ ንዓብዩ ራእይ እምበር ንናይ ሰባት ጌጋ ኣየካርዮን እዩ። እቲ ዝኸበደ ይቕሬታ ንሰባት ዝግበር ዘይኮነስ ንገዛእ ርእስኻ ዝግበር እዩ። ቆራፃት ሰባት ሰባት ከም ምዃኖም መጠን ይጋገዩ እዮም። ጌግኦም ምስ ተረድኡ ድማ ተጣዒሶም ኣብቲ ስለምንታይ ከምኡ ገይረ ዝብል ናይ ትማሊ ፀልማት ተሓቢኦም ኣይተርፉን። ንሳቶም ትማሊ ዝነበረ መንነተይ ካብቲ ሎሚ ዘለኹ መንነተይ ዝወሓደ ፍልጠት ነይሩዎ ኢሎም ይኣምኑ። ጌጋታቶም ከም መምሀሪ መፅሓፍ እምበር ከም ሰንሰለት ኣይሪኡዎን። ንርእሶም ይቕረ ብምባል ሓዱሽ ምዕራፍ ክጅምሩን ብሓዱሽ ተስፋ ክሰርሑን ዓብዪ ዕድል ይፈጥሩ። ቆራጽት ሰባት ይቕረ ክብሉ ከለዉ ዝገበርካዮ ጌጋ ቅኑዕ እዩ ማለቶም ኣይኮነን ወይ ድማ ከም ብሓዱሽ ክትብድለኒ ዕድል እህበካ ኣለኹ ማለት ኣይኮነን። ይቕሬታ ማለት ነቲ ሕርቃን ምልቓቕ ማለት እዩ። ቆራጽ ሰብ ይቕረ ይብል፣ እንተኾነ ግን ጥንቃቐኡ ይውስኽ። ካብቲ በደል ትምህርቲ ይወስድ እምበር እቲ ስቓይ ግን ኣብ ውሽጡ ክነብር ኣይፈቅድን። እዚ ድማ ካብቲ ዝለዓለ ብስለት ዝምንጩ ጥበባዊ ስጉምቲ እዩ። ይቕሬታ ንቆራጽ ሰባት ከምቲ ሓዊ ንወርቂ ዘጽርዮ ንሳቶም ውን ካብቲ መርዛም ናይ ቂም ስምዒት ወጺኦም መንፈሶም ዘጽርይሉ መንገዲ እዩ ይቕሬታ ምባል ማለት ትማሊ ክትቆጻጸርን ፈቲንካ ኔርካ ሎሚ ግን ናጽነተይ ኣብ ኢደይ እዩ ዘሎ ዝብል ናይ ዓወት ድምጺ እዩ በዚ መንገዲ እዚ ዝጓዓዝ ሰብ ልቡ ሰላም ኣእምርኡ ብሩህ ጉዕዝኡ ድማ ዝተባረኸ ይኸውን ቆራጽነት ብዘይ ይቕሬታ ፍጹም ኣይኮነን። ሓምሻይ፣ ንጹር ገደብ ኣለዎም። ልክዕ ከም ሓንቲ ሃገር ብዘይ ደንበር ልኣላውነት ክሕሎ ዘይኽእል፣ ሓደ ሰብ'ውን ብዘይ ንጹር ገደብ ልኣላውነት ህይወት ክሕሉ ኣይኽእልን እዩ። ቆራጽት ሰባት ህይወቶም ናይ ገዛእ ርእሶም ንብረት ምዃና ኣጸቢቖም ይርድኡ። ሰባት ክንደይ ናብ ግላዊ ህይወቶም ክኣትዉ ከም ዝኽእሉ፣ ኣብ ውሳነታቶም ክሳብ ክንደይ ድምጺ ክህልዎም ከም ዝግባእ ንጹር መስመር የስምሩ። እዚ መስመር እዚ ድማ ንዓታቶም ካብ ናይ ካልኦት ወራርን ጸቕጥን ዝከላኸል መንፈሳዊ ደንበር እዩ። ብዙሕ ሰብ ገደብ ዘይገብረሉ ምኽንያት ሕማቕ ከይስምዖም ወይ ከይጸልኡኒ ብዝብል ፍርሒ እዩ። ቈራጻት ሰባት ግን ካብዚ ባርነት እዚ ነጻ እዮም። ሰባት ክጸልኡኻ ወይ ክፈትዉኻ ምርጭኦም እምበር፣ ውጽኢት ናይቲ ንስኻ ዘስመርካዩ ገደብ ክኸውን ከም ዘይብሉ ይርድኡ። ሓቀኛ ዝምድና ኣብ ምክብባር እምበር ኣብ ምጥሕሓስ ዝተመስረተ ከም ዘይኮነ ስለ ዝፈልጡ፣ ኣይፋሉን ወይ እዚ ንዓይ ኣየስማዕምዐንን'ዩ ክብሉ ከለዉ ኣይጭነቑን። እቲ ንጹር ገደብ ንዓታቶም ኣብ መንጎ ድሌት ካልኦትን ድሌት ርእስኻን ዘሎ ርሕቐት ይፈለየሎም። ንጹር ገደብ ምግባር ማለት ንዓለም መሸጎሪ ማዕጾ ምግባር ዘይኮነስ ንመንነትካ መከባበሪ መንደቕ ምግባር ማለት'ዩ። ቆራጽ ሰብ ብገደቡ ኣቢሉ ንሰባት ከመይ ጌሮም ከም ዝሕዝዎ ይምህሮም። ሰባት ድማ ንገደቡ ሪኦም የኽብርዎ። ገደብ ዘይብሉ ህይወት ዋንነት ዘይብሉ መሬት'ዩ። ቆራጽ ሰብ ድማ ዋንነቱ የረጋግጽ፣ ንመንገዱ ይሕሉ፣ ብልኣላውነት ድማ ይነብር። ንሎሚ ዘዳለኸልኩም መደብ እዚ ይመስል። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።